ሲሚንቶ ሓደ ሽሕ ምስ በጸሐ ንገረና ብልልኹ ንመሰረት ሎማዓንቲ ሲሚንቶ ብጣዕሚ ክገርመኩም እዩ እንዲም ለውዓለ ስለዚ እስካዕ መወዳእታ ተኸታተሉ እና ቦሎፎንና ጂብሰንኸ መንዩ ልሓሸ ታይት ንጥቀም ልሓሸ ልብል ሎማዓንቲ ምስ ዋግኦም ሕዘልኹ መጺኒኹ ቦሎፎንኸ እንዲኒኦ ጂብሰንኸ ክንደይ እንዲዮ ልል ታይ ሒዘልኩም መፂ እኒኹ ንሰብ ሞያኸ እስካብ ክንደይ ይኽፈል ኣሎ ልብለለ ንሪኢና ማለት እዩ ስለዚ እስካዕ መወዳእታ ተኸታተሉኒ ቡቻ ሎማዓንቲ። ኣብ ኮሜንት ውን ለኹም ፍቅሪ ለለ ብጣዕሚ እየ ለመስግን ብጣዕሚ ቡዙሓት ሰባት እናፃሓፍኹለይ ኢኹም ትርከቡ ስለዚ ብጣዕሚ እየ ለመስግን ግን ሓደ ሽሕ ንእቲ ላይክና ኸዚ ለለ ሰብስክራይብና ለለ ዓሰርተ ሓደ ሽሕ ንእቲ ፈጢና ስለዚ ቀጥታ ናብ ፕሮግራመይ ክሓልፍ እየ ኸዚ ንቐፅል ሎማዓንቲ ናይዚ ሰሙን እዚ መወዳእታ ዓርቢ ምስቲ ምዃኑ ናይ ቴንዲኖ ዋጋ ሎማዓንቲ ናብ መጨረሻ

በዓል ዓሰርተ ሽዱሽተ ድማ ናብ መወዳእታ ሰለስተ ሽሕ ሓሙሽተ ሚእቲ ሱሳይ እናተሸጠ ውዒሉ እኒኦ። እዚ ቴንዲኖ ናይ ቱርኪ ካብ በዓል ሸሞንተ ክሳብ ዓሰርተ ሽዱሽተ ለሎ ሓደ ብሓደ ለሎ ዕዳጋ እዩ ማለት እዩ። ተጠቐምሉ። ስለዚ ናይ ቴንዲኖ ዋጋ ካብ ረእና ለለ ኸዚ ናብ ናይ ሲሚንቶ ዕዳጋ ተንሓልፍ ይልሓሸ። ስለዚ ሲሚንቶ ክንደይ ዊዒሉ ተልኹም ሎማዓንቲ? ቅድሚያ ግን ናይ ቻክ ወይ ድማ ናይ ጂብሰን ሎሎ ዕዳጋ ክነግሩ እሱ ይልሓሻ ብዙሓት ሰባትለ ስለትደልይዎ ማለት እዩ። ስለዚ ጂብሰን ኣብ ዝኸ ሰዓት ንገዛና ተንጥቀም ልሓሾ ዶ ትብሉ ሰባት ነይርኩም ብውሽጢ መስመር ኣብ ዝኸ ሰዓት ጂብሰን ብጣዕሚ ንመልክዕ ገዛኹም ቆንጆ ዝኾነ ፍሉይ ዝኾነ መልክዕ ምርካብ ትኽእሉ ኢኹም። በተለይ መንደቕኹም ወጥ ዝኾነ ጽሩይ ልኾነ ነገር ንምርካብ ተደሊኹም ቻክ ተትጥቀሙ ልሓሸ እዩ ስለዚ ናቻክ ዋጋ ክንደይ ነይቱ ኢልኹምኒ ኣብዚ ከሰዓት ዕስራይ ሓሙሽተ ኪሎ እያ እናትሸጠ ትርከብ ብሮማናት ማለት እዩ ሮማናት ኣብዚ ከሰዓት ብበዝሒ እናትሸጠ ርከብ ቻክ ሮማናት ልበሃል ጂብሰን እዩ ማለት እዩ ስለዚ ዋግኡ ኣብዚ ከሰዓት ካብ ሰለስተይ ሚእቲ ዓሰርተይ ጀሚሩ እናትሸጠ ይርከብ ካብ ሰለስተ ሚእቲ ዓሰርተይ ክሳብ ሰለስተ ሚእቲ ኣርባዓይ ለ ኣብ ሓደ ሓደ ቦታታት ልሽወጥ ንዮ እዚ መሰል ዕዳጉ ናይ ጂብሰን ለሎ ናይ ቻክ ማለት እዩ ሰብ ሞያኸ ክንደይ ነይቱ ኢልኹም ለለ ሰብ ሞያ ቻክ ልገብሩ ማለት እዩ መንዳቕ ቻክ ዝሰርሑ ሰባት ኣብ ዝኸ ሰዓት ካብ ሚተ ቅርሺ ለዝሰርሑ ኔው እዮም ሚተ ቅርሺ ንካሬ ይልሕዙ ማለት እዩ ንሓደ ካሬ እስካብ ሚተ ቅርሺ ለኽፍሉ ኔው ግን ማእኸል ኣይለሎ ዕዳጋ ግን ኣብ ዝኸ ሰዓት እስካብ ሚቲ ዕስራ የብለሎ ንካሬ ሒዞም እናሰርሑ ይርከቡ ማለት እዩ ስለዚ በዓል ሙያ ተደሊኹም ወይ ለልቻክ ለለ ጂፕሰን ምግዛእ ትደልዩ ሰባት ተሃሊኹም ብውሽጢ መስመራ እናጉርኒ ለሉ ዕዳጋ ኩሉ ከፍልጠኩም እዩ ማለት እዩ ስለዚ እዚ መስል ማለት እዩ ናቻት ለሉ ዕዳጋ ኣብ ዝኸ ሰዓት እናትሽጦ ዝርከብ ዋጋ ማለት እዩ ስለዚ ቦሎፎን ምጥቃም ድሕሽ ወይ ድማ ጂፕሰን ምስራሕ ልብል ግን ካብ መልክዕ ተደሊኹም ጂፕሰን የማኽረኩም ንዓኹም ግን ንእሸይ ቦሎፎን ፕላስቲክ ለለ ተጠቕምና ንሰርሕ ኢና ትብሉ ሰባት ኣለኹም ለለ ከከም ምርጫኹም ስለዝኾነ ፕላስቲክ ቦሎፎን ተትጥቀሙለ ልሓሸ እዩ ማለት እዩ ስለዚ ኸዚ ናይ ቦሎፎን ፕላስቲክ ከ ክንደይ ዩ ዕዳጋ ልብለለ ምርኣይ ንቐፅል ማለት እዩ ኣብዚ ኸዚ ሰዓት ብዝተፈላለዩ መማርፂ እናተሰጡ ይርከቡ እዮም እዞም ፕላስቲክ ቦሎፎን ማለት እዩ ኣብዚ ኸዚ ሰዓት ንዓለም ዝኾነ ከከም ዲዛይኖም ንዓለም ዝኾነ ዋጋ ኣፈላላይ እናተፈጠሩ እዮም ዝርከቡ ግን ዝተሓተ ዋጋ ኣብዚ ኸዚ ሰዓት እናተሰጠሩ ዝርከብ ዋጋ ሰለስተይ ሰብዓይ ከባቢ እናቸው ጠይርከ ማለት እዩ ልናኣሰ ልተሓተ ዋጋ ለሎ ማለት እዩ ልለዓለ ግን ስካብ ሰለስቲ ትስዓይ ልውፅሕ ኒኦ ሰለስቲ ሰማንያይ ከከም ገዙ ብጣዕሚ ልኾነ ዓብይ ልኾነ ኣፈላለይ ኒኦ ናይ 30 ቅርሺ ኣርባዓ ቅርሺ ከከም ገዙ ከከም ልሽወጠሉ ቦታ ንዓል ልኾነ ናይ ገዛ ክራይ ክኾኑ ይኽእል እዩ ዝተፈላለዩ ዋጋ መማረፂ እዩ ለሎ ግን ማእኸላይ ልልሓስኽዎ ዋጋ ግን ልተሓተ ካብ ሰለስተ ሰብዓይ ጀሚሩ ክሳብ ልለዓለ ሰለስተ ትስዓይ ኣካባቢ ኣሎ ማለት እዩ ስለዚ መግዛእቲ ዶ ሰባት ተሓሊኹም ከዘለ ካብ ሓሽ ዕዳጋ ንዓይ ማክሪኹም ክትገዝኡ ሰባት ተሃሊኹም ማለት እዩ ደውሉለይ ማለት እዩ ስልኪ ኣብ ፕሮፋይል እኒኤኩም ተደሊኹም ብዋትሳፕ ኢሞ ቴሌግራም ላ ብቀጥታ ምርካብ ትኽእሉ ኢኹም ማለት እዩ ስለዚ እዚ መስል ከዚ ናብ ናይ ሲሚንቶ ዋጋ ንሕለፍ ሞ ሲሚንቶ ህንዲ ምልዎ ዓለ ክነግረኩም ስለዚ ሎማ ዓንቲ ሲሚንቶ ኣብ ከተማ መቐለ እናትሸጠሉ ዓለ ዋጋ ብጣዕሚ ካብ ሶኒ እናገርኩኹም ካብ ረውዕላ እንት ፍልይ ኢሎም ወፅኡ ብ ሓደ ሽሒ ሰለስተ ሚእቲ እናተሸጠ ውዒሉ እኒኦ ሲሚንቶ ማለት እዩ ሲሚንቶ መሰቦ ሲሚንቶ ማለት እዩ ብሓደ ሽሒ ሰለስተ ሚእቲ ኣብ ዕዳጋ ሎማዓንቲ እናተሸጠ ውዒሉ እኒኦ እዚ ብጣዕሚ ደስ ዝብል ዋጋ እዩ ኩልኹም ትደልይዎ ምነበርኩም እዚ ዋጋ ዝለ ይጠራጠሪ ካብዚ ለ ክቕንስ ይኾን ልብል ግምት እኒኦ ግን እዚ ለ ልሓሸ ዋጋ ስለዝኾነ ቶሎ ኢልኩም ግዙ በተለይ ጠጠው ኢልኩም ነርኩም ሰባት ናስራሕኩም ነርኩም ዝዕድል እዚ ምጥቃም ትኽእሉ ኢኹም ካብ ሓደ ሽሒ ሰለስተ ሚእቲ ግን ሎማዓንቲ ኣብ ከተማ መቐለ ሲሚንቶ እናተሸጠ ውዒሉ እኒኦ ማለት እዩ። ስለዚ ክንደይ ኩንታል ከም ትደልዩ ሰላሳ ኩንታል ድዩ ሓምሳ ኩንታል ድዩ ሰውዓ ድዩ ሚእቲ ድዩ ልብል ባዕልኹም ገምጊምኹም ካብ በዝሒ ለለ ካብ መኪና ምግዛእ ትኽእሉ ኢኹም እስካብ ቲስዓ ሚእቲ ሚእቲ ዕስራ ይትወፅሑ ታሊኹም ኩንታል ካብ መኪና ንግሆ ተላዒልኹም ኣብ መሰቦ ሲሚንቶ መኪና ልመፃኒዋ ናብ ከተማ ልወፃኒዋ ስለዚ ካብኣተን ለለ ብልቐነሰ ዋጋ ምግዛእ ትኽእሉ ኢኹም ብበዝሒ ተኾንኹም ማለት እዩ ብዝሕ ልበለ ካብ ሚእቲ ኩንታል ተደሊኹም ሚእቲ ዕስራ ኢል ከባቢ ማለት እዩ ሀሙ ትገዝእ ሷት ሃሊኸም ወይ ትጎጅል ከም ትመጻት ሃሊኸን ንዓይ ይረኸባኒ ካብ ልቀነሰ ካብ መኪና ባዕለን ብሽሕ ቅርሺ ወይ ድማ ብሽሒ ሓደ ሚእቲ ከባቢ ኣብ ልዕሊ ዕዳጋ ምግዛእ ንኽእል ኢና ማለት እዩ ስለዚ ደውሉ ብቻ ኣናገሩን ብውሽጢ መስመር ንብረታት መግዛእ ትደልዩ ሰባት ሃሊኹም በተለይ ልሓሽ ዕዳጋ ግድን ክትገዝኡ ስለልልኩም ኩሉ ይፈላለዩ ካብ ገዛ ናብ ገዛ ባዕሉ ዓብይ ዝኾነ ኣፈላላይ ስለልሎ ኣነ ዜረ ካብ ዝፈልጦም ቦታታት ኩሉ ከጋዘእኩም እንታይ ኩለኹም ውሽጢ መስመር ርኸውን ማለት እዩ ስለዚ ዓርቢ ምስቲ ምዃን ሎ መዓንቲ ግን ናይ መወዳእታ ናይ ሰሙን እዚ ስለ ዝኾነ ሶኒ እየ ከቕረልኹም ናይ ኮንስትራክሽን ኣቑሑ ማለት እዩ ሓሸዋ ነፅፀር ናብ መወዳእታ ናይ ዝዓርቢ ዋጎም ክነግርኩም ህንዲም ልዋዕለ ማለት እዩ ስለዚ ሓሸዋ ኣብ ዝኸስ ሰዓት ብ56 ሽሕ እናተሸጠው ዕለን እዩ ሎ መዓንቲ 56 ኢሎ መዓንቲ ካብ መኪና እናተሸጠን እዮም ቀይሕ ሓሸዋ እናተንቢን ዓብዪ ዓዲ ማለት እዩ ብ56 ሽሕ ኣብ ከተማ እናቹ ጠውዒልንዮ ንቢያጆ ሓደ ማለት እዩ ፀፀር እውን ብተመሳሳሊ በርባዓ ሽዱሽተ ሽሕ እናቱ ጠዊዕልን የሎ መዓንቲ ፀፀር ማለት እዩ ስለዚ እምኒኸ ብዙሕ ሰባት ትጥየቑን ኢኹም እምኒ ህንደይንኦ ንኣምኒ ዋጋላ ኣቕርበልና ስለትብሉኒ እምኒ 14 ሽሕ ሎመዓንቲ ብልጠየቕኹዎ መሰረት ኮይኑ 14 ሽሕ ንሓደ ቢያጆ እናፀዓኑ ይርከቡ እምኒ እቲ ጸሊ ማለት እዩ ስለ ልሓሽ ልበሃል ኣብ ዝኸ ሰዓት ብሰተ ኣርባዕተ ሽሕ እናትሽጠን እዩ ማለት እዩ እምንላ ስለዚ ትገዝኡ ተደሊኹም ግን ምርኻብ ትኽእሉ ኢኹም ንዓያ ኣብ ልሓሸ ቦታ ኩሉ ክጋነይኩም ሰልኽእል ማለት እዩ ስለዚ ሓሸዋ ዘፀር እምኒ ካብ ርና ብሉኬት ኸ ክንደይ ንእት ኢልኹምኒ ናይ መወዳእታ ናይ ሰሙን ሰልኾነ ሎማዓንቲ ብሉኬት በዓል 15 ዝኸ ሰዓት ብ16 ቅርሺ ሒሳብ እናትሽጠብዒ ኢሉኒ ሎማዓንቲ ብሉኬት ማለት እዩ በዓል 15 በዓል ኤስራ እውን ብተመሳሳሊ ብ38 ኣርሺ ኣብ ከተማ መቐለ ናቸው ጠውዒሉ እኒኦ ኣብ ካልኦት ከተማታት ትግራይ ዋጉ ክፈላለ ይኽእል እዩ ከምለኩም ኩሉ ግዜ ግን ልሓሸ ኩሉ ግዜ ካብ እዚ ተፃዒኑ ሰሉ ሰድ ብዙሕ ንብረታት ኣብ ዝለሉ ዕዳጋ ተጠቂምኹም መግዛእ ትኽእሉ ኢኹም ተደሊኹም መኪና ፅዒንኹም ውሳድ ስለትደልዩ መብዛሕትኹ ማለት እዩ ስለዚ 38 ቅርሺ በዓል 20 በዓል 15 ለ 36 ቅርሺ ሒሳብ ንሓደ እናተጠ ይርከብ ብለይ መፃዕኒ መውረዲ ማለት እዩ ለላ ዕዳጋ ናይ ቡሉኬትያ እዚኣ ስለዚ ምስ መፃዕኒ መውረዲ ግን ብንጋሪ እስካብ ሸሞንተ ቅርሺ ትሸዓንተ ቅርሺ እኒኦ ንጋሪ ንሓደ ብሉኬት ማለት እዩ መኪና ለለ እስካብ ዓሰርተ ክልተ ቅርሺ ዓሰርተ ሰለስተ ቅርሺ እኒኦ ንሓደ ፍረ ማለት እዩ ስለዚ ኩለኹም ንምስራሕ ትሓስቡ ዘለኹም በተለይ ኣብ ምጅማር ዘለኹም ክኾን ይኽእል እዩ ኣብ ማእኸል በፅሕኹም ኣብ መወዳእታ ዘለኹም በተለይ ኣብታት ዘለኹም ሰባት ልሓሽ ዕዳጋ ኩሉ ንዓኻትኩም ስለ ዝግበእኩም ኩለኹም ብልተኻእለ መጠን ዕዳጋ ኣጽኒዕኹም ንብረታት ምግዛእ ተትኽእሉ ዝሓሸ ነገር ክትረኽቡ ስለ ትኽእሉ ማለት እዩ። ስለዚ ኣብ መወዳእታ ለሕልፋ መልእኽቲ ተላልያ ዝላ ገዛ ምግዛእ ትደልዩ ሰባት ተሃሊኹም ባዶ መሬት ክኾን ይኽእል እዩ ካብ ሰብዓ ካሬ ጀሚሩ እስካብ ሚእቲ ርብዓይ ክልተ ሚእቲ እስካብ ኣርባዕተ ሚእቲ ንድርጅታት ትደልዩ ሰባት ተሃሊኹም ለለ ክልተ ሽሕ ሰለስተ ሽሕ ኣርባዕተ ሽሕ ካሬታት ልልውን እዩ ማለት እዩ። ስለዚ እሶም ኣብ መግዛእ ትደልዩ ሰባት ተሃሊኹም ከዝለለ ኮንታክት ጎርኒ ሎማዓንቲ ነበረኒ ፕሮግራም ግን እዚ ይመስል ኣብ ናጋ ፕሮግራመይ ብካሊእ ትሕዝቶ ክምለሰኩም እዩ ማለት እዩ ላይክ ሼር ሰብስክራይብ ምግባርኩም ኣይትርስዑ